መንገድኹም ይቕናዕ፣ ዕንቅፋት ካብ ቅድሚኹም ይወገድ። ሓባሊ ጻሕ ይበል በዓል ክፉእኹም ኣይርባሕ፣ ኣብ ቅድሚኹም ንዝተነብረ ብርሃን ዝኾልፍ ዓንቃፊ ብሓይሊ ኣምላኽኩም ይወገድ። ተሳገሩ ደኣ እምበር ኣይትትረፉ፣ ጽባሕ ናትኩም እያሞ ብሓጎስ ጽንዑ፣ ሰስኑ፣ መሊስኩም ሰውዱ። ንብዓት ዘበለ ካብ ኣዒንቲ ክጽረግ እዩሞ ናብታ መዓልቲ ምሕዳስ የብጽሕኩም። ስክፍታኹም ብትብዓት፣ እህህታኹም ብእንቅዓ ኩርዓት ይደበስ። መዓልቲ ሓጎስኩም ትምጻእ መዋእላውን ይንዋሕ። ኣብ ደጌታት ይረሓው። ዘይትዕጾ ደገ መዋእል ድምቕቲ ትኹነልኩም። ዝሓለፍኩሞ ይኣክል እዩሞ መምላስ ይኹነልኩም። ዝሓለፍኩማ መንገዲ መከራ ደጊንኩም ንኸይትምለስዋ ኣሰራ ይሰወር። ኣሰረ ፍኖታ ይመንደብ።

ሰላም ሰላም ብሓበራ ሙሉኣት ደቀይ ወፊርኩም እተዉለይ ጸሓይኩም ትብረቀለይ ብነፈሰት ንፋስኩም ዝበረቀት ጸሓይኩም እግበረለይ ኣነ ጽቡቅ ኣለኹ በጀካ ናፍቆትኩም ብሓበራ ብሓበራ ደቀይ ደቀይ ብሩኻት ከምታ ካይዳኹም ኣማልሳኹም ደሃይኩም ኣይተሓባእኩም
ብድጋሜ ከመይ ጽርሖታ ኩራት ሰማዕትና ብኣርካስ ኩራት ኣድመጽና ኣብ ሰሙን እዚ ኣዛረብ ሰላም ሰላም ናይ ዩቱብ ቻናል ተኸታተልቲ ከመ ኣለኹም? ኣነ ሰላም እየ እግዚኣብሔር ይመስገን። ኮም ሰላም ዘለኹዎም ሰላም ክትኮኑ ናይ ኩሉ ግዜ ተመኒተ እየ ኮራት ፋሚሊ እምባርካስ ናይ ሎማንቲ ቪድዮና ከምቱ ዝቃንየ ናይ ቤት ሓይላይ ቡዴታት ላምጻኹልኩም ቀንየ ከዚ ከኣ ብፍልይ ልበለ ቡዴ እየ ዘልኩም መጽየ ማለት እዩ ኪሳብ መጨረሻ ተኸታተልተይ ክትኮኑ ብትሕትና ኣለዎ ማለት እዩ ካብኡ ደማ ካብዙ ትማሊ ምሸት ብጣዕሚ ድቃስ ስብልና ዝሓደርና ብሕልፊ ኣስደስ ዘለና ኣብ ዓድና ዘለዉ ወለድና ሓትና ኣናእሽተይ ኣናእሽተይ ሕዋትና ኩሎም ቢያንስ ትግራይ ሙሉ መሬት ምንቅጥቃጥ ጀምሩ ምስ ተሃለ ኣይደገጽናን ማለት እዩ እንኳዕ ብሰላም ሓደሩልና ከው ደማ እዝጋብሔር ኣምላክ ብምሕረቱ ይጠምተና ክለኩም ይደሊ ማለተይ እዝጋብሔር ኣምላክ ጸዋር እዩ ብጣዕሚ እዩ ጸዋር ጸይርና እዩ ብሕልፊ ኣስደስ ዘለና ንኹን ኣብ ዓዲ ዘሎ ይኹን እንዴ መን ሞዩ እቲ ጹሩይ ሰብ ኣነ እየ ሓጥያት የብለይ ጹሩይ እየ ዝብል የለን እዝጋብሄር ኣምላክ ብቻ እዩ ዝፈልጦ እቲ ጹሩይ ሰብ ግን ክንሶርሖምይ ነይንሶርሖምይ ነገራት ግን ክንፈልጥ ኣለና ኩራት ፋሚሊ ማለት እዩ ብሕልፊ ኣውዙ ዓዲ ኩሉ ነገራት ክትርእዮ ከለካ ክትሰምዕ ከለካ ብጣዕሚ እዩ ዘገርመልካ ፋሚሊ ብጣዕሚ ማለት እዩ ከኡ ደማ ላኡ ከብለኩም እየ ክቡራት ፋሚሊ ኪሳብ መጨረሻ ሰሚዕኩም እቲ ቪድዮ ሓሳብኩም ክተቕምጡ ብትሕትና ኣለዋ ማለት እዩ ላኡ ከብለኩም ሰናይ ፃንሒት ናን ሎሚ ድማ ናባኹም ቀሪብናዮም ዘለና መደብ ኣብ ሰሙን እዚ ኣዛረብቲ ካብ ዘለዉ ዛዕባታት ኮይኑ ግን ፍታሕ ወይ ከዓ መልሲ ዘይተረኽበሉ ብዛዕባ ኣርቲስት ቤት ታይላ እዩ እቲ ተግባር ድማ ብዛዕባ ናይቲ ተክሊል ስነ ስርዓት እዩ ብዚ ተመርኪዞም እውን ብዙሓት ኣብ ልዕሊ ቤት ሃይለ ወቀሰፍት ከምኡ ሓሊፉ እውን ኣብ ልዕሊ ኣብ ልዕሊ መራሕቲ ኦርቶዶክስ ሃይማኖት እውን ብዙሓት ወቀሰፍት ይበፅሕ ኣሎ ብዚ ተመርኪዞም እውን ኣባት ነብሲ ናይ ቤት ሃይላይ ዝሃብዎ መልእክቲ ኣሎ ማለት እውን እቲ ናይ ተክሊል ስነ ስርዓት ብኸመይ ይግባኣ ምዃኑ ዝሓበርዎ መልእኽቲ ኣሎ ንሱ ናባኹም ክናብል ኢና ናብቲ ተወሳኺ መደብና ትንሰግር ድማ ትማሊ ሰፊሕ ዝኾነ ኣብ መላእ ትግራይ ምንቅጥቃጥ መሬት እንዳተረኣየ ነይሩ ብዛዕባ እዚ እውን እንታይ ዓይነት ጉድኣታት ኣብፅሑ ንዝብል እውን ከመይ ነይሩ ንዝብል እውን ናባኹም ክናብል ኢና ሓቢርኩና ፅንሑ ዝዛረቱ ካብ ዘለዉ ዛዕባታት ብዛዕባ ኣርቲስት ቤት ታይላይ ከምኡ ተወሲኹ እውን ብዛዕባ ገሬ እሙን እውን ኣዛረብ ካብ ዘለዉ ዛዕባታት እቶም ሓደ ከግብሮም ክኢሉ እዩ ኣብዚ ሕጂ ሰዓት እውን ብዞም ናይዞም ክልተ ተዋሰእቲ እንዳተመርኮዙ እውን ን መራሕቲ ሃይማኖት ኦርቶዶክስ ተዋህዶ እውን ብዙሓት ወቐሳት ኣብ ልዕሊኦም እንዳበፅሐ እዩ ዘሎ ማለት እውን ንቲ ብዓብኡ ንቲ ናይ ኦርቶዶክስ ሃይማኖት እውን ስሙ እናባላሸወ ወይ ከዓ ናብ ተሸርሸረ ሃይማኖት ከግብሮ እንዳኸኣለ እዩ ኮይኑ ግን ሓደ ሃይማኖት ወይ ከዓ ሓደ ትካል ብግለሰብ ዝግመት ኣይኮነን ምክንያቱ ኣብ ሓደ ሃይማኖት ኦርቶዶክስ ሃይማኖት ብዙሕ ኣማኒ ዝሓዘ ሰብ እዩ ብዙም ሕማቓት ዝገብሩ ተዘይኮይኑ ክግምገም ዘለዎ ብዙም ጽቡቕ ዝገብሩ ሰባት እውን እቲ ፖዘቲቭ ወይ ኸዓ እቲ ጽቡቕ ነገር ክንዕዘብ ኣለና። ምክንያቱ ሕማቃት ትግባራት እንዳልዐልና ነቲ ሃይማኖት ክንፀርፍ ተዘይብልናስ ንሳቶም ንዖም እንዳገደፍና ኮይኑ ግን ነቶም ፅቡቃት ዝኾኑ ተግባራት እንዳልዐልና ነቲ ሃይማኖት ወይ ከዓ ንዝኾነ ትካል ክንምጉስ ወይ ከዓ ፅቡቅ ሓሰብቲ ክንኸውን ኣለና በሃሊ እየ። ኮይኑ ግን ብተደጋጋሚ ስለ ዝረኣይ ዘሎ ግን ነቲ ሃይማኖት እውን ካፅርፎ ወይ ከዓ ስሙ ካባላሽዎ ግን ሓደ ዝገብር ተግባር ኣሎ እዚ ተግባር እዚ ከዓ ብዙሕ ፅቡቅ ዝኮነ ጠመተ ዘይተገበረሉ ማለት እውን ፍልይ ዝበለ ጠመተ ተገይሩ ብመራሕቲ ሃይማኖት ክረአ ዝግበሮ ካብኡ እውን እቲ ክትትል እውን ክግበረሉ ዝኽእል ምክንያቱ ሽም ብሽም ነቲ ኦርቶዶክስ ተዋህዶ ነቲ ሃይማኖት ስለ ዘፀርፍ ዘሎ ስለ ስሙ ዘባላሽ ዘሎ እዚ ተግባር እዚ ብደንቢ ገይሩ ክረአ ከም ዘለዎ ከመሓላልፍ ይፈቲ ምክንያቱ እዚ ተግባር እዚ ብተደጋጋሚ ንዕዞ ዘለና ስለ ዝኾነ እዩ ኣብ ዝሓለፈ ቤት ታይላይ ብተክሊል ተመርዒዋ ከም ዝነበረት ዝፍለጥ ኮይኑ ኣብ ቤተ ክርስትያን ተመርዓ ማለት ፍልይ ብዝበለ ፕሮግራም ናይ መርዓ ስነስርዓታ ከም ዝተፈፀመ ዝፍለጥ እዩ። ኣብቲ ሽዑ ሰዓት እውን ብዙሓት ሕማቓት ተግባራታት ብቤት ሃይላይ ይግበሩ ከም ዝነበሩ ብዙሓት ወቐሳት እውን ኣብቲ ሽዑ ሰዓት እውን ክበፅሓ ከም ዝነበረ ብዙሕ ሰብ ንሓደ ትግራዋይ ክገብሮ ዘይግብኦም ተግባራት ትገብር ኣላ፣ ሓደ ኣርቲስት ክገብሮም ዘይግብኦ ተግባራት ትገብር ኣላ እንዳበለ ብዙሕ ሰብ ይወቕሳ ነይሩ እዩ። ካብቲ ተግባር እሱ ተዓዚብና እውን እቲ ናይ ተክሊል ስነ ስርዓት እውን ጌጋ ምዃኑ እውን ኣብዚ ሕጂ ሰዓት ብዙሕ ሰብ ዝተዓዘቦ ኣጋጣምታት ኣሎ። ምክንያቱ ኣርቲስት ቤታለ ኣብቲ ሽዑ ትገብሮም ዝነበሩ ተግባራት ስነ ስርዓት ዝሓልፉ ወይ ከዓ ናይ ሓደ ትግራዋይ ናይ ሓደ ኣርቲስት ዘይገልፁ ባህርታት ክትገብር ከም ፀንሐት ሶሪ እቶም ሕማቓት ተግባራት ጎሊሆም ስለ ዝረኣዩ ዝነበሩ ኢና ንኣቶም ናልዕም ለና ብኡ ኣንፃር እውን ፅቡቓት ተግባራት ብዙሕ ስራሕቲ እንዳሰርሐት ዝመፀት እያ ኮይኑ ግን ኣብቲ ሽዑ ሰዓት ግን ብዙሕ ወቐሳት እውን ናይቲ ድግስ ፕሮግራም ናይቲ ስነ ስርዓት ፕሮግራም እውን ብዙሓት ዘቁሱ ተግባራት እንዳገበረት ነራ እያ ምክንያቱ ድሕሪቲ ናይ ተክሊል ተግባር ምፍፃማ እውን ኣብቲ ቤተክርስትያን ኣትያ ድሕሪ ተክሊል ምፍፃማ እውን ምስ ስብኣያ ተጋዳላይ መርእድ ኪሮስ ናይ ኪስ ፕሮግራም እውን እናገበሩ ከም ዝነበሩ ምክንያቱ እዚ ኣይፍቀድ እዩ ብቲ ናይ ስነ ስርዓት ናይ ቤተክርስትያን ተኸ እዚኣ ትመስል ከወራጅ ፋሚሊ ናይ ሎማዓንቲ መደብና ማለት እዩ ብጣዕሚ እዩ ዝገርመካ በናሓቂ እየ ብሕልፊ ናይ ዓዲ ቪድዮ ክትካታተልና ክትሰምዕ ከለኻ ብጣዕሚ ዝገርም ነገር እዩ እና ኩሉ ነገር እዝጋብሔር ኣምላኽ የማን መንገዲ ይምርሐና ብምሕረቱ ይጠምተና ልኹሉ ነገር ኣወሰና ገዲፉ ይምሓረና እየ ክለኩም ዝደሊ ኮርያት ፋሚሊ ናይ ሎማንቲ እዚኣ ትመስል ብካሊእ መዳይ ክሳብ ዝመፀኩም ናዛ ቻናለይ ሓድሽ ዝኾንኩም ላይክ ሼር ሳብስክራይብ ብምጋር ቤተሰብ ኩኑ ቤተሰይ ካኣ ኮምቱ ልሙድ ሃናጺ ርኢቶኹም ኣይፈለየኒ ክለኩም ይደሊ ማለት ዩ ትገብርለይ ኣለኹም ምብርታዕ ካኣ ብጣዕሚ የቀንየለይ ናበልኩ እየ ብካሊእ ማዳይ ክሳብ ዝመጸኩም ባይ።
መንገድኹም ይቕናዕ ዕንቅፋት ካብ ቅድሚኹም ይወገድ ሓባሊ ጻሕ ይበል በዓል ክፉእኹም ኣይርባሕ ኣብ ቅድሚኹም ንዝተነብረ ብርሃን ዝኾልፍ ዓንቃፊ ብሓይሊ ኣምላኽኩም ይወገድ። ተሳገሩ ደኣ እምበር ኣይትትረፉ፣ ጽባሕ ናትኩም እያ እሞ ብሓጎስ ጽኑ፣ ሰስኑ፣ መሊስኩም ሰውዱ። ንብዓት ዘበለ ካብ ኣዒንቲ ክጽረግ እዩ እሞ ናብታ መዓልቲ ምሕዳስ የብጽሕኩም፣ ስክፍታኹም ብትብዓት፣ እህህታኹም ብእንቅዓ ኩርዓት ይደበስ፣ መዓልቲ ሓጎስኩም ትምጻእ መዋእላ እውን ይንዋሕ፣ ኣብ ደጌታት ይረሓው። ዘይትዕጾ ደገ መዋእል ድምቕቲ ትኹነልኩም፣ ዝሓለፍኩሞ ይኣክል እሞ ምምላስ ይኹነልኩም። ዝሓለፍኩማ መንገዲ መከራ ደጊንኩም ንኸይትምለስዋ ኣሰራ ይሰወር፣ ኣሰረ ፍኖታ ይመንደብ። እታ ከም ጥዑም ጸናጽል ንጎ ምኡዝ ወጋሕታኣ እተለምልም ውርሓት እልልታኹም ግና ቀልጢፋ ትበሰር። ብወሓይዝ ምድርኹም ክትዝምሩ፣ ብንፋስ ምብራቕኩም ክትሕበኑ፣ ኣብ ሰውሕታት ሃገርኩም ክትዕንድሩ፣ ኣብ እምባታት ወጺኹም ሽግ ዓወት ከተበስሩ፣